ሰላም ሰላም ኣብ ሙሉእ ኩርናዓት ዓለም ትርከቡ ነዚ ቻነል ሓደሽቲ ዝኾንኩም ላይክ ሸር ሳብስክራይብ ብምግባር ቤተሰብ ክትኮኑ ብትሕትና ይላበኩም እምበኣር ከስ ሎመዓልቲ ኣዝዩ ደስ ዝብል መዓልቲ እዩ ከም ኣፍቀርቲ ኩዕሾን ከም ኣድነቕቲ ኣርሴናልን እንቋዕ ሓጎሰኩም እናበልኩ እናተይ ስምዒትን ናይዚ ፀወታታት እዚ ወይ ከዓ ናይዚ ደጋፍን ኣድናቅን ምዃን ትርጉም ካባኻትኩም ክመሃሮ ዝደሊ ነገር እውን ኣሎ እዩ። ኣብ ኮመንቲ ክጽበየኩም እየ ንሱ እቲ ናተይ ከዓ ሰብ ክሕጎስ እንከሎ እንኳን እንኳን ንዕስራን ክልተን ዓመት ዝኣክል ዝተኸታተልዎ ሰባት ወይ ከዓ ተስፋ ከይቆረፁ ደገፍቲ ኣርሴናል ዝኾኑ ሰባት ልዕሊኡን ብትሕቲኡን ብቕድሙኡን ብድሕሪኡን ዝተፈጠሩ ይኹን ቀዲሞም ዝተፈጠሩ እናድነቕኩም ዝመፃኹም ሰባትን ብድሕሪኡ ተፈጢርኩም ከዓ ደገፍቲ ኣርሴናል ዝኾንኩም ብጣዕሚ ብጣዕሚ ደስ ዝብል መዓልቲ እዩ። እንኳዕ ደስ በለኩም ዋንጫ ወሲዶም ኣርሴናል ማለት እዩ። ብጣዕሚ ምድረ ሰማይ ሓዊ እያ ኮይና እኒኣ ማለት እዩ። ብጣዕሚ ደስ ኢሉኒ። እቲ ናተይ ሓደ እዚ ጨወታ ሃይማኖት ኣይፈሊ ዓዲ ኣይፈሊ ቦታ ኣይፈሊ ብሄር ኣይፈሊ ቋንቋ ኣይፈሊ ያው ከም ኣድነቅቲ ኣድነቅቲ ዝፈትዎ። ብጣዕሚ ደስ ይብለኒ ማለት እዩ። ግን ጥልቅ ኢለ ናይዚ ትምህርቲ ሃልዩኒ ወይ ከዓ ናይዚ ኣድናቂት ክኸውን ኣይከኣልኩን። ክኸውን እውን ድሌት ድየ ዘይብለይ ኮይነ ወይ ከዓ ቦታ ድየ ዘይረኸብኩ ኮይነ ወይ ከዓ እንድዒ በቃ ሰብ ብዛዕባ ማንችስተር ኣርሴናል ካብ ዝብሃል ኣነ ካብ ዝፈልጥ እኳስ ካብ ትስዓን ሸሞንተን ዓመተ ምህረት ኣትሒዘ ዘድንቑ ሰባት ይርኢ ማለት እዩ ብደንብ ዝከታተሉ ወይ ከዓ ዝሓርቁ ዝጭነቑ ብዕድመ እኳ ብዙሕ ኣይኮንኩይ ካብ ቴስዓን ሸሞንተን ዓመተ ምህረት ግን በቃ ብዙሓት በቃ እንተተሳዒሮም ሓዲኦም ዝኾኑ እቶም ተጫወቲ ተሳዒሮምስ ብጣዕሚ ዝባሳጨው ምስ ስድርኦም ከይተረፈ ገንጨርጨር ዝብሉ በቃ ክንደይ ይርኢ ማለት እዩ እና ብኸምኡ ይጸሎ ብቲ ዝፈትኻ ብዓቐን ሓደ ኣፍቃሪ ወይ ከዓነ ሓደ ኣድናቒ ገደብ ዘይገብርን ክሳዕ ምስ ነብሮኦም ምስ ሓዳሮም ምስ ጨውጨው ዝብሉ ሰባት ይርኢ ማለት እዩ ብዓቕሊ ናብርኦም ከየውኮሩ። ስድራኦም ዘኣልዩ ከም መድነቕቲ ከም መፍቀርቲ ኮይኖም ንብዙሕ ዓመታት ዝፀንሑ ሰባት ከዓ ኣዝየ የድንቖም ማለት እዩ። ሓደ ዓቕሎም ክንደየናይ ትዕግስተኛታት ምዃኖም የርእየካ ማለት እዩ። ካልኣይ ክንደየናይ ተፀዋርነት ከም ዘለዎም ከምቲ ኣንተ ዝበልክዎ ያው ሓደ ሓደ ክስተ ክልተ ገይረ የኒእኹ እቲ ሳልሳይ ከዓ በቃ ቋንቋ ይፈሊ ከምቲ ኣነ ዝሓስቦ ንሶም እውን በቃ ቋንቋ ይፈሊ ዓደይ ይፈሊ ብሄረ ይፈሊ ብከምዚ በቃ ግግም ኢልካ ናተይ እዩ ኢልካ በቃ ከም መድነቒ በተለይ በተለይ ቅድሚ ዕስራን ክልተን ዓመት እናረእኹምዎ ዝፀናሕኹምዎ እስካዕ ሐዚ ደገፍቲ ኣርሴናል ዘለኹም ብጣዕሚ እሞጭ ኣብ ንብረኹም ዘለኹም ኣብ ስራሕኹም ትውዕሉ ማለት እዩ። እቶም እቶም ዝብለኩም ዘለኹ ዘይኾነ ኣቱም ጥዑያት ሰባት ብዙሕ ነገር ጋና ክተማሓድሩን ተስፋ ኣለኩም ማለት እዩ። እንቋዕ ደስ በለኩም እንቋዕ ሓጎሰኩም። ኣርሴናል ከዓ ክንድቲ ዝኹሉ ዓመት ተፃዊርክሞ ካብዛ ዋንጫ ዝኾነ ከካፍለኩም ተስፋ ይገብር። ያው እቲ ደስታ ምርካብ ሓድሓደ ግዜ ነው በሃልቲ ታሕጓስ ዋጋ ዘይወሃቦ ናኾነ'ዩ እምበር ዋጋ ኣለዎ ዋጋ እዩ ዝኽፈሎ። መስዋእቲ ኢኻ ትኸፍለሉ እምበር መስዋእቲ ኣይኽፈለካን ገሊኡ ገሊኡስ እና እንቋዕ ደስ በለኩም እዛ ኹላይ መስዋእቲ ከፊልኩም ኣርሰናል እናበልኩም ብዙሕ ዓመታት ኩሎም ማልኹም ኩሉ ተፃዊርኩም እትፅበይዎን እትደልይዎን ዝነበርኩም ተሳኺዑ ማለት እዩ ብጣዕሚ ደስ ኢሉኒ ማለት እዩ። ከምቲ ዝገለጽኩልኩም ብዛዕባ ናተይ ሓሳብ እኳ ብዙሕ ዕሙቕ ዝበለ ነገር የብለይን ሰብ ተሓጒሱ ኢልካ ኣይኮንካን ትሕጐስ ግን እንታይ እዩ ዘሐጉሰካ ሰብ ክሕጐስ ከሎ ግድን ክትሕጐስ ንሱ እውን ኩሉ ኣይኽእሎ እዩ ኩሉ ኣይመፀሉን ግን ተተሰዓሩ ነይሮም ክሕጐስ ድየ ነይረ እንተ ሓደ እንቶም ካልኦት ወይ ከዓ እንቶም መወዳድርቶም እና ኮም ዘይኮነ ፎቶ ሰብ በተለይ ብዙሓት መማህርተይ መሳድተይ ወይ ከዓ ኣብ ፌስቡክ ትፈልጦም ዓበይቲ ሰባት ኣለዉ ማለት እዩ። እዞም ሰባት እዚኦም ብደንቢ ይድግፍዎ እንደገና ካብ ኩሉ ኣይቖርይ ናብ ነብርኦም ኣብ ሓዳሮም ኣብ ክስታዮም ገጭገጭ ዝበሃል ግዛ ከም መጽሓፍ ዝጽሕፉ ስምዒቶም ይገልጹ እዮም ግን ደሓን እዮም ብመጠኑ ማለት እዩ ካብቶም እብዳ ዝመስሉ በቃ ኣርሴናል ተተሳዒሮምስ ብደንቢ ዳርጋ ምስ ሓዳሮም ምስ ደቆም ሓደ መዓልቲ ሰብ ሚድያ ሰበይቲ ኩዕሾ ተተሳዒሩ በቃ የለኹም ትብል ኔራ ማለት እዩ ካልእ ግዜ ጥዑይ ተተሳዒሮም ግን በቃ ጸላም ለይትን ኣንሓድር ብገዛና ሻብኪ ይቐትለኒ ትብል በጺሓ ማለት እዩና ካብ ኩሉ ይምሓረና ዓቐን ዘይብሉ ፍቕሪ እንኳን ንደጋፊ ዝኣክል ምንም ትረኽበሉ ዘይብልካስ ንስድራኻ እኳስ ንውላድካ እኳስ ኣመና ኣይተፍቅር ማለት ፍትዊ ብዓቐኑ ክኾነ ኣለዎ ስጋዕ እውንኻ ዝጠፍአካ እንድሕር ኮይኑ ሓደ ነገር ከጋጥም ከሎ ተጸዋርነት ስለ ዘየለ ማለት እዩና። ብሩዃተይ ብመጠን ተትገብርዎ እቲ ምድናቕሲ ክንደይ ሰብ ጨጎራኡ ይለሃስ፣ ክንደይ ሰብ ምስ ስድራኡ ይፈላለ፣ ክንደይ ሰብ በስ ጨው ጨው ይብል፣ ግርም ይብለካ በቃ ዘይ ሕማም ጋርስ እንሄ ይብለካ የንዕቐካ፣ እንታይ ማዕረ ክንድዚ ገለ ይብለካ፣ ኣቱም ጥዑያት ሰባት ኣይውክልን፣ ኣቱም ብሰንኪ እገለ ተስዓረ፣ እገለ ተስዓረ ኢልኩም ብናይ ሰብ እንጀራ ወይ ከዓ ብናይ ሰብ ክስታይ፣ ጨጎራኹም ትልሕፁ ወይ ከዓ ኣብ ነብራኹም ዝኾነ ነገር እንትትፈጥሩ ናብ ርእስኹም ተመለሱ ክብለኩም ይደሊ። ከም ምፍቃርን ከም ምንዳቕን ጭቡቕ ምቕፃል ግን ስግያን ያክል ስራሕኻ ትገድፈሉ ወይ ከዓ ምስ ስድራኻ ትፈላለየሉ ምስ ደቅኻ ትበኣሰሉ ክኾን የብሉን። ዝኾነ ይኹን ብዓቐን ክኸውን ይግባእ ልዕሊ ዓቐን ማንም ሞት ኣሎ ሕማም ኣሎ። እና ዝኾነ ሰብ እንኳን እዙይ ሲ ዋላ ውላድካ ልዕሊ ሓቐን ተፍቅሮ ተኾይንኻ ሕማቕ ነገር ኣሎ በቃ ብመጠኑ ብመጠኑ ክኸውን ኣለዎ ዝኾነ ይኹን ፍቕሪ ብመጠኑ ክኸውን ኣለዎ ኢለ ይሓስብ እዚ ናተይ ሓሳብ እዩ ብዛዕባ ናይ ኩዕሾ ወይ ከዓ ናይዚ ፀወታታት እዙይ ኣድነቕቲ ትርጉሙ ኸዓ ኣብ ኮመንቲ ክፅበየ እስቲ ትርጉሙ እስቲ ክፈልጥ ይደሊ ክመሃር ይደሊ ንባዕለይ ክብል እየ እዛ ቪድዮ ሰሪሐ እያ ነዛ ቪድዮ ዝረእኹም ሰባት ብኮመንቲ ክፅበየኩም እየ ብዛዕባ እዚ ነገራት እዚ ሲ ብምንታይ ኣድኒቕኩምዎ እንታይ ከ ከሲብኩም ድሕሪ ሕዚ ቐጺልኩም ከ ከምኡ ኢልኩም ዲኹም ትቕጽሉ ያን ያክል ዕሙቕ ኢልኩም ትሕዝዎ ሰባት ንምንታይ ኢኹም እዚ ዝብል ዘለኹ ዋላ ንጥዑያት ዋላ ኣቱም ትበሳጨዉ ሰባት ወይ ከዓ ትሓርቁ ሰባት ዉን ተሪኽምዎም ምናልባት ክተብራህርሁለይ ንምንታይ እስካዕ ክንድዚ ናብ ዉሽጥኹም ይኣቱ? ገደብ ዘይትገብሩሉ ንምንታይ? እንታይ እዩ እቲ ምኽንያት ክፈልጥ ስለ ዝደለኹ እየ። ያው እዛ ቪድዮ ሕጽር ኢላን ሓሳበይ ናይ ባዕለይ ክፈልጦ ዝደለኹ ትገልጽ እያ። ብኻልእ ቪድዮ ስከ ንራኸብ ሰሰናዩ ኣዝየ ዝፈትወኩም።